ተባረኽ ኢየሱስ ክርስቶስ ጎይታ እዩ ሃሌሉያ እቲ ኣርእስቲ ኣዝዩ ዓብይ ዓብይ እዩ ግን ሎሚ ኣሕፅር ኣቢለ ክርእዮ እዩ ምስቲ ናይ ፆምን ፀሎትን ግዜ ዘለና ኢየሱስ ክርስቶስ ጎይታ እዩ ሃሌሉያ ከመይ ቀኒና ህዝቢ ኣምላኽ ሰላም መጻኹም ደጊመ እግዚኣብሔር ኣምላኽ ምግልጋል ናብ ቤቱ ምምፃእ ናብ ሕብረት ምምፃእ ቀሊል ይመስለና ከውን ግን እግዛብሄር ዝረድኦ ጥራይ ዝገብር እግዛብሄር ተደይ ረድኣና ኣብዚ መሃለና እግዛብሄር ተደይ ድግፈና ኣብዚ ምመጻና ጽድቂ ኣምላኽ ዝብል ኢና ንርኢ ሎሚ ኣርእስትና ጽድቂ ኣምላኽ ሃለሉያ እዚ ጽድቂ ኣምላኽ ኣሕዋተይ ኣብ ዘበናት ምሉእ ኣይተገለጸን ኣባይ ናባኻትኩም ድዩ ተገሊጹ ብዙሓት ብዙሓት ብዙሓት ዓበይቲ ናይ ኣምላኽ ሰባት ንእሎም ኣይረኣይዎን ብማዕዶ እናረኣይዎም ሓሊፎም ኣብ ኣናብባትኩም ግን ብምሉኣት ተገሊጹ ብምልኣት ጎደሎ ዘይብሉ ስለዚ ኣሕዋተይ ኣነ ንስኻትኩም ኣዝና ዕድለኛታት ኢና ሓደ ሓደ ግዜ ንሪኦ እሞ ህይወትና ነወዳድሮ ኣብ ዘመን የሱስ ዝነበሩስ ክንደይ ተዓዲሎም ገለ ኢና ንብል ደቂ እስራኤል ካኣ ንቐንዓሉ እግዚኣብሄር ውን መሪሑ ብኹሉ ነገር ኣሕልፎም ኩነት ንቐንዕ ካብኡ ብዝዓቢ እግዚኣብሄር ምሳና ኣሎ ኣብቲ ዝበለጸ ዘበን ኣለና ኣነ ንስኻትኩም ሃለሉያ ኩሎም እንታይ ኢሎም ብማዕዶም ድየሞ ኢሎም ናይ እምነት ኣቦታት ስለኹም ዳ ፅሒፎም ሓሊፎም በር ከምዚ ኣነ ንስኻትኩም ዘለናዮ ሂወት ኣይሓለፉ ስለዚ ኣዚና ነቲ ጻውዒትና ነቲ ዝተዋህበና እግዚኣብሔር ኣቦ ነጻ ውህበት ክንጥቀመሉ ይግብኣና። ነጻ ስለ ዝኾነ ነቲ ወሃቢ ዋጋ ክፊሉ እዩ ሂብና ነቶም ንቕበል ግን ነጻ ኢና ተቐቢልና። ኣነ ፍረ ሓወይ ሓንቲ ጽቡቕቲ ገሸንቲ እንድሕር ሂበዮ ንዕኡ ብነጻ ትመጽእ ዘላ ንዓይ ግን ኣነ ግን ዋጋ ክፊለ ዘምጽኣ ዘለኹ ተሰሪሐ ድየ? ተደኺመ ድየ? ዓዲገ ድየ? ጉልበተይ ሂበ ድየ? እየ ዘምጽኣ። ብፍርሓ ወይ ክቕበላ ከሎ ግን ይነጽራ። ኣነ ንስኻትኩም ከምኡ ኢና ተቐቢልና ንክርስቶስ። እቲ ጎይታ ኩሉ ግን ነቲ ሓደ ወዱ ኣብ መስቀል ሓምሽቲ ሂቡና። ስለዚ ንዓና ይነጻ እምበር ንእግዚኣብሄር ዋጋ ዘኸፈለ እዩ። ስለዚ ጽድቂ ኣምላኽ ክንብል ከሎና ንዓይ ንዓኻትኩም ነጻ እዩ። ንእግዚኣብሄር ኣምላኽ ግን ኣዝዩ ከቢድ እዩ። እቲ ሓደ ወዱ ንዓይን ንዓኻትኩን ክብል ሓምሺሹ ብመከራ ክሓልፍ ፈትዩ። ሰብ ኮይኑ ኣብዚ ምድሪ ክመላለስ ፈትዩ። ከማይን ከማኻትኩን ኮይኑ ኣብ ምድሪ ብዝጠቅምን ዘይጠቕሙን ተጸሪፉ፣ ተዋሪዱ፣ ተገሪፉ። እዚ ኩሉ ዋጋ ግን ንዓይን ንዓኻትኩን ስለዚ እቲ ዘለናዮ ብብዙሕ ዋጋ ዝተኸፈለ ስለ ዝኾነ ኣሕዋተይ ኣዚና ጠንቂቅና ንዝግባኣና ጽቡቅ ተኻናኺንና ዝገዛእናዮ ንብረት ከመይ ተኽናኺንና ክንሕዞ ቸም ጠፋኣና ኣይኮነን ቢከርእ ከይተረፈ ኣብ ገዛና ኣብ ኩቡር ኢና ነቅምጦ ጽቡቅ ገርና ስለ ዝገዛእናዮ ስለ ተመኒና ዝገዛእናዮ እግዚኣብሔር ኣምላክ ከኣ ከምኡ ንዓይ ንዓኻትኩም ዋጋ ክፍሊ ስለ ዝተዓደገና ኣበይ ኣቅሚጠና ኣብ ሰማያት ምስ ክርስቶስ ሃለሉያ ስለዚ ጽድቂ ኣምላኽ ብክርስቶስ የሱስ ዘረክብናዩ ኣነ ንስካትኩም እዩ ጽድቂ ኣምላኽ የሱስ ክርስቶስ እዩ ጽድቂ ኣምላኽ ጎይታና የሱስ ክርስቶስ እዩ ከም ደጊመ ዝበልኮ ግን ነፃ ውህበት እዩ ኣዝዩ ኣዝዩ ነፃ ይገርም እቲ ቃል ኣምላኽ ክብለና ከሎ ኩላህና ንፈልጦ ኢና ሮሜ ምዕራፍ ዓሰርተ ከይድና ድሕሪና ሰብ ብኣፉ ኣሚኑ ብልቡ ኣሚኑ ብላኣፉ ተመስኪሩ ትፀድቕ ካብ ዝፍቐልል ነገር ኣሎ ንዓይ ለኣኸትኒ ግን እሱ ንእግዚኣብሔር ንየሱስን ግን ከምኡ ኣይኮነን ጽድቂ ኣምላኽ ቀሊል ክመስለና ይኽእል እዩ ኢየሱስ ክርስቶስ ጎይታ እዩ ከምዚ ይብለና ቃል ኣምላኽ ሎም መዓልቲ ኣብ ሮሜ ኢና ንመላለስ ሮሜ ኣዝዩ ዓብዪ ዝኾነ መልእኽቲ እዩ መልእኽቲ ሮሜ ምርዳእ ማለት ንክርስትና ብቐሊል ምርዳእ ማለት እዩ ኣብ ክርስትና እዚ ዝቐለለ ናብራ ክነብር እንድሕር ደልዩ ሓደ ኣማኒ መልእኽቲ ሮሜ ጳውሎስ ንሰብ ሮሜ ዝፀሓፎ መፅሓፍ ቅዱስ ክርድኦ ኣለዎ እዚ እንድሕር ተረዲኡ ዝቐለለ ህይወት ናይ ክርስትና ኣነብር እዩ። ዝቐለለ ምንባር ማለት ከኣ ቀሊል ኮንካ ምንባር ማለት ኣይኮነን እዩ። ዋጋ ከም ተኸፈለልካ ምፍላጥ እቲ ዋጋ ዝተኸፈለልካ ከኣ ክርስቶስ ህይወት ዝተኸፈለልካ ክቡር ዝኾነ ህይወት ኣምላኽ ዝተኸፈለልካ ስለዚ ንምርድኡ ክጥዕመና ሕልፍ ሕልፍ ኢለ ክዛረብ እየ ኢየሱስ ክርስቶስ ጎይታ እዩ ስለዚ ቀዲመ ኢለ ፀጋ ክንብል ኮለና ፀጋ ወይ ፅድቂ ክንብል ኮለና ንቲ ወሃቢ እዩ ኣዝዩ ዋጋ ዝተኸፈለ እዩ ንሱ ዝቕበል ግን ነፃ ውበት እዩ ብኸምኡ ብኡ ይፀድቅ እዩ ይገርመኩም ብኸምኡ ብኡ ይፀድቅ ስለ ጽድቂ ኣምላኽ ኣባይን ኣባኻትኩምን ዝተገለጸ እዩ። ጽድቂ ኣምላኽ ዝተቐበልና ሰባት ኢና። እታ ጽድቂ እትብል ቃል ብዙሕ ይብሉ እዮም እቶም ናይ እምነት ኣቦታት። ኣነ ግን ሓጽር ኣቢል ክብለኩም ዝርዳእና ንሓደ ነገር ንሓደ ገረብ ንሓደ ፈልሲ ካብቲ ኣብ ፈልሲ ዝተፈለሰ ቦታ ኣልዒልካ ኣብ ካልእ ዓዲ ዋላ ወሲድካ ተተኺልካዮ እንድሕር ክጸድቕ ጀሚሩ እንድሕር ክጥጥዕ ጀሚሩ እንድሕር ተሰማሚዑ እቲ ቦታ ክዚ ማለት እዩ ጽድቂ ጸዲቑ ኢና ንብሎ ነቲ ገረብ ስለዚ ንሕና ካበይ ኢና ተማሒና መጺእና ካብቲ ዘይነበረና ካብቲ ኣብ ብፍላይ ንኣነ ንስኻትኩም ኣህዛብ ካበይ ኢና ካብቲ በረኻ ተማሒና ናብቲ ናይ እግዚኣብሄር በረኻ ቦታ መጺእና ምስ ተተኸልና ኢና ጸዲቕና ኣብኡ ዝመጽእ ዝተተኸለ ግን ከምቲ ገረብ ዘይሰማምዑ ሃገረ ገለ ቦታ ዝሓርር ከምኡ ይኮና ንኣነ ንስኻትኩም ዓወት መጻና ንሓንሳብ ኢና ንጸድቕ ንሓንሳብ ንሓውር ጽድቅና ኣነን ናተይን ሓንሳብ ንሓውር እዩ ናተይን ናትኩም ጽርቂ ግን ኢስያስ ይልና ኣሎ ጽልኢ ዕርቂ ንዑቕ ኣብ ቅድሚ እዝጋብሄር ፍንፉን እዩ ኩላህና ክንምስክር ይግባእ ንኽእል ኢና ፍረሓወይ ህይወቱ ኣነ ምስክረሉ ይኽእል እየ ኣብ ቅድሚ እዝጋብሄር ህይወቱ ግን ብዘይ የሱስ ዋላይ ምንም ኣይኮነን ስለዚ እቲ ናህና ጽድቂ ሲ ኣነ ክሓስቦ ከለኹ እንዲዩ ዝገርመኒ ዘሎ ኣዝዩ ክቡር እንዲዩ ኣዝዩ ክቡር እዩ ነዚ ናይዚ ምድሪ ዘሎ ብዓድናት ዋላስ ኣይንኩዕን ስለዚ ጳውሎስ ገሪሞ ሓደ ግዜ ምስ ቆሮንጦስ ጽሕፈሉ ከሎ ንዓኹምሲ ተዳልልኩም ዘሎ ሰማያት ኢሉ ኣብ ልቢ ሰብ ዘይተሓስበ እዩ ዓይኑ ዘይጠመተት የለን ኢሉ ኣብዚ ምድርስ መሲለ ዋላ ከምጻልኩም ኣይክእልይ እቲ ክቡር ዝብሃል ነገር ዋላስ ኣይምዓራረይይ ሰለዚ ሓሳብ ኣምላኽ ኣባይን ኣባኻትኩም ጽድቂ ኣምላኽ ኣባይን ኣባኻትኩምን ኣዝዩ ዝተፈለየ ነገር እዩ ብኹሉ ነገር ብኹሉ ነገር ተፈቲኑ ክባላሽ ዘይክእል ስለ ጽድቅና ክቡር እዩ ዝተቐበልና ዘለና ጽድቂ ኣዝዩ ኣዝዩ ኣዝዩ ጽቡቅ ካብ ምዃን ዝተላዕለ ክንጥቀቐሉ ይግባኣና

ይጋሃድ እዩ። እግዚኦ እንተ ፅድቂ ኣምላኽ ፅድቂ ኣምላኽ ካብ እምነት ናብ እምነት መመሊስና ከነኣምኖ ከለና ንክርስቶስ ፅድቂ ኣምላኽና ተጋሃደ እዩ ዝኸይድ ፅድቅናስ ናወሰኸ እዩ ዝኸይድ እምነትና ናወሰና ኮን ከለናስ እታ ምድሓና ንሳ እታ እምነት ሲ ምድሓነ ኣብርሃም ሲሎ ብእምነት ዝደሓነ ሲ ብግብሪ ምድሓነ ኣይኮን ብእምነት ይድሕን መጀመርያ ንኣምላኽ ኣመነ እዚኣ ከጽብቅ ትቆጸር ኣሎ ንዓ ግን ምልክት እንታይ ተቀቢልላ ብድረት ስለዚ ሰባት ኣብ ነቶም ኣህዛብ ካብ የሩሳሌም ከይዶም ክምስክሩሎም ከለዉ ሰባትኩም ከም ሕጊ ሙሴ ተለ ተቐቢልኩም ተለ ተገዚርኩም ኣይትድሕኑን ኣለዉ ሽዑ ባእሲ ኮይኑ ጳውሎስን በርናባስን ክዛረቡ ከሉ ባእሲ ኮይኑ ሽዑ ናብ የሩሳሌም ናብቶም ቀንዲ ዝኾኑ ናብኦም ደይቦም እንታይ እዮም ዝኣምኑ እሶም ንሳቶም ሕጊ ሙሴ የሕውሱ ግን ጽድቂ ኣምላኽ ኣባይን ናባኻትኩም እኹል እዩ ዋላ ሓደ ምሕዋስ ኣየድልዮን እዩ ናተይ ምሕዋስ ኣየድልዮ ሕጊ ሙሴ ምሕዋስ ኣየድልዮ ዋላ ዋላ ው ይግባኣና ተዝኸውን ነይሩ ኣይግባኣናን ብረሻ እቲ ሕጊ ዝብለና ንዓና ዋላ ዝግባኣና ነይሩ ዝኸውን ኣይግባ ኣየድልዮን እዩ እሱ ሲ ብዘይ ሕጊ ተጋሃደ ጽድቂ ኣምላኽ ሲ ንሪኤ ንጽንሕና ምሮም የሎ ብዘይ ሕጊ ተጋሃደ ብዘይ ሕግን ነቢያትን ተጋሃደ ክርስቶስ ብዘይ ሕግን ነቢያትን ተጋሃደ ኢየሱስ ክርስቶስ ጎይታ እዩ ስለዚ እቲ ጽሑፍ ጻርቕ ግና ብእምነት ይነብር እታ ብእምነት ይነዋ ዘሎ ብምድሓን ይነብር

እዚ ከምቲ ዝብልዎ ኣህዛብ ኣይኮነን ከምቲ ዘሎ ዓለም ኣይኮነን ኣብርሃም ኣቦ ኩሉ ይኮነኒ ብክርስቶስ የሱስ ገና ኣቦ ኩሉ ንኸው ንኣብርሃም ኣቦይ ክብሎ እንድሕር ኮይና ኣነ ብክርስቶስ የሱስ ክኸይድ ኣለኒ ብዘይ የሱስ ክርስቶስ ኣብርሃም ኣቦ ኩሉ ክኸውን ኣይክል ኣቦ ብስጋ ክኸውን ይኽእል እዩ ደቂ እስራኤል እዩ ካብ ስጋ ብእምነት ኣቦ ኩሉ ክኸውን እንድሕር ኮይኑ ግን ክርስቶስ ክህልው ኣለዎ ብዘይ ክርስቶስ ኣብርሃም ኣቦ ክኾን ኣይክእልን እዩ። ስለዚ እታ ምእማኑ በታ ቃል ኣምላኽ እግዚኣብሔር ዝበሎ እዩ ኣሚኑ። ስለዚ ምልክት እዩ ደኣ ግዝረት ተቐቢሉ እምበር እታ ግዝረት ኣይኮነትን ንኣብርሃም ኣድሒናቶ። ምልክት ግን ተቐቢሉ ኣብርሃም ስለ ዝኣመነ ጽድቂ ተቖጺርሃሉ ይብለና ኢየሱስ ክርስቶስ ጎይታ እዩ። ስለዚ ጽድቂ ኣምላኽ ዋጋ ዝተኸፈሎ ክቡርን እዩ የሱስ ክርስቶስ ጎይታ እዩ ገርምመና ሮሜ ምዕራፍ ሰለስተ ዕስራን ሓደን ዕስራን ክእለተን ሕጂ ግና ኢልና እቲ ሕግን ብሕግን ብነቢያትን ዝተመስከረሉ ፅድቂ ኣምላኽ ብዘይ ሕጊ ተገልፀ ምዕራፍ ሰለስተ ዕስራን ክልተን ማለት ፅድቂ ኣምላኽ ብምእማን የሱስ ክርስቶስ ንዝኣምኑ ዘብር ንዝኣምኑ ኩላቶም እዩ በዚ ሌላን ብሌላን የሉ የሱስ ክርስቶስ እዩ። ሕጂ ግና እዩ እቲ ብሕግን ብነቢያትን ተመስሎ ጽድቂ ኣምላኽ ብዘይ ሕጊ እዩ ተገልጸ። ንሕጊ እንድሕር ሕጊ ክትመስክረልካ ኮይኑ ክትፍጽሞ እዩ ዘለካ ንሕጊ ክንፍጽሞ ይከኣልና እቶም ዝተውሃቡ ማላስ ክፍጽሞ ይከኣሉ ስለዚ ክፍጽሞ ስለ ዘይከኣሉ ክርስቶስ መጺኡ ክርስቶስ ንኹሉ ፈጺሙ ክርስቶስ ንኹሉ ስለ ዝፈጸሞ ንክርስቶስ ብምእማንና ንሕና ከ ንፍጽሞ ስለዚ ንሕጊ ክፍጽም ዓቕሚ ዝበሃል ሰብ ኣይነበሮን የብሉን ክህልዎ እውን ኣይክእልን እዩ ንሕጊ ክፍጽም እየ ዝበለ ሰብ ካብ ክርስቶስ ይፍለ ካብ ክርስቶስ ካብ ተፈናኽብሎ ስለዚ ንሕጊ ምፍጻም ማለት ካብ ክርስቶስ ምፍላይ ማለት እዩ ስለዚ ክርስቶስ ተዋሂብና ክሉ ኣቋራጭ ተገዲሽና ንሕጊ ንፍጽም ሕጊ ዝፍጸም ብሕጊ ዝጽደቕ ነይሩ ዝኹን ሰኣን ምጸረቕኩ ነይሩ ኢሉ ሃዋርያ ጳውሎስ ክምስል ከሎ እንታ ዘይብለይ ሰብ እየ ነይሩ ብትምህርተይ ብፍልጠተይ ብሕጊ ምፍጻም ከማን እንታ ብለይ ግዝረት ከዓ ዝተገዘርኩ ሰብ እየ ዓሌተይ ከዓ ካብ ዓሌተይ ብንያም እዩ ካብ ኩሉ ነገር ዝወፀኒ ሰብ ኣይነበርኩን እየ ከም ትብሎ ዘለኹም ድሓር ኮይኑ ግን ብዘይ ክርስቶስ ይስሰብ ክኾን እዩ ስለዚ ጽድቂ ኣምላኽ ክርስቶስ እዩ ጽድቂ ኣምላኽ መድሓኒና እዩ ጌታና ኢየሱስ ክርስቶስ ጽድቂ ካብ ድንግል ማርያም ዝተወለደ ኣብዛ ምድሪ ዝተመላለሱ ንዓይኒ ንዓኹም ዝመሰለ ብመስቀል ዝሓለፈ ዝሞተን ዝተንሰአ ኣብ የመን ኣምላኽ ዝተቐመጠ ኢየሱስ ክርስቶስ ጎይታ እዩ ምዕራፍ 3 24 ሮሜ በቲ ብየሱስ ክርስቶስ ዝርከብ በጃ ምሕራ ብኸምኡ ብጸግኡ ይጸድቁ ሃላለዮ በቲ ብየሱስ ክርስቶስ ዝርከብ በጃ ምሕራ ብኸምኡ ብጸግኡ ይጸድቁ እታ ብኸምኡስ ቃላት ከይወስድ ኢሉ ዝሓፀረ ኮይኑ ይስማዕና ዘዚሩ ይውድእን ስለዚ እንታይ በቲ ብየሱስ ክርስቶስ ዝርከብ በጃ ኢየሱስ ስለ ዝሓለፈ ኢየሱስ ጎይታ ኢየሱስ ክርስቶስ መጸ ከሎ ምዕራፍ ሓሙሽተ ሮሜ ዛረብ ከሎ ማቴዎስ ወንጌል ወንጌል ክዛረብ ከሎ ኣነስ ንሕጊ ክፍጽሞ እምበር ከፈሰው መጽኸል ኩሉ ነገር ዝፈጸመ እዩ ክርስቶስ እሱ ስለ ዝፈጸመ ኢና እኮ ንሕና ሕጊ ፈጺምና አይደለም

ብሓሶት መሳክክር እኳ ተምጽኡ ፈሪስዎም እዩ እኮ መጀመርያ ክሳካዓሎም ኣይከኣልን ኣቕኒዖም ክምስክሩ ይከኣሉን ብሓንቲ ነገር ጥራይ ረቲዖም እዛ ቤት መቕደስ ኣብ ሬሶ ሳልስተይት መዓልቲ ከነድቃ እዩ ዝምካ ክኾነ ይክእል ንሱ ግን ብዛዕባ ገዛእ ነብሱ ከመይ ከም ዝትንስእ ከመይ ከም ድመውት ኢዮም ዝዛረቡ ኔሮም ንሳቶም ብዛዕባ ቤት መቅደስ መሲልዎም ይዛረቡ ኔሮም ባኣ ግን ክረትዕዎ ፈቲኖም ማለት ኢዩ ስለዚ ባኣ ናብ ፌርዲ ከሕልፍዎ ጀሚሮም ማለት ኢዩ ግን የሱስ ክርስቶስ ኣብዚ ምድሪ ክሓልፍ ከሎ እቲ ኣነ እትን ኣነ ንስኻትኩም ክንሓልፈ ዝግባኣና ሕጊ ነብያት ዝእዝዝዎ ኩሉ ፈጺሙ ሓሊፉ ስለዚ ካብቲ ናተይ ትእዛዛሲ ነቑጣ እኳ ይትሓልፍ ኔሩ ምድርን ሰማይን ዋላ ዝሓለፈ እቲ ናተይ ቃል ዝሓልፍ ነገር ስለዚ ንዚ ኩሉ ግን ኣብ ቅድሚ እግዛብሄር ክሪኦ ከሎ እግዛብሄር ኣምላኽ ጎይታና የሱስ ክርስቶስ ፈጺምዎ ዛዚምዎ ስለዚ ናሆም ኢልና ንዝምር ከሎ ስርሐይ ኩሉ ሰሪሕዎ ኣብቲ መስቀል ፈጺምዎ ዝተረፈ የሎን የሎን መስግነካ ስለዚ ኩሉ ስራሕና ዝፈጸሙ እዩ ኣብ ዝተፈጸመ ክትኣቲ ከለኻስ ክጥዕም ኣብ ሓደ ፍጹም ዝኾነ ቤት ኩሉ ነገር መሊኦም ምስ ሃቡኻስ እቶ ጥራይ ተቐመጥ ክብሉኻ ኩሏሲ ዓቕሊ ከጸበካ ድዩ? ይትገርመካ ግን ከምኡ እዩ ክርስቶስና ይላኽ ዘረብረቦም እዞም ኩሎም ናይ እምነት ኣቦታት ዘውደቖም ዝሓለኹም ገሊኦም ከኣ ከም ዝወደቑ ዘይተስቡ ሕግን ነቢያትን ክርስቶስ ፈጺሙ። ስለዚ እቲ ዝበለጸ ህይወት ዘለና ንሕና ኢና ክብለኩም ጽናሕኹ ሕጊ ዝብል ኣብ እግዚኣብሔር ሕጂ የለን ብክርስቶስ የሱስ ኩሉ ተወዲኡ ተዛዚሙ ተፈጸመ ኢልዎ ሃለሉያ ተፈጸመ። ሃለሉያ። ስለዚ ብክርስቶስ ዝርከብ ጽድቂ ምዕራፍ 3 25 ሮሜ ንኡ ከዓ እቲ ቀደም ብትዕግስቲ ኣምላኽ ዝተገብረ ሓጢኣት ይሕለፍ ስለ ዝሓደጎ ኣምላኽ ጽድቁ ምእንቲ ከርኢ ብእምነት ብደሙ መታዕረቂ ገይሩ ኣቆሞ ከምዚ ኢለ ጽሒፈ ኣለኹ እዚኣ ቁርቁ ኣቢለ። ኣምላኽ ካብ ጽድቁ ምእንቲ ከርኢ እቲ ቀደም እተገብረ ሓጢኣት ብትዕግስቲ ኣምላኽ ክሓልፍ ስለ ዝሓደጎ ንእኡ ማለት ኢየሱስ ክርስቶስ ብእምነት ብደሙ ንዝኣምኑ መተዓረቂ ገራኦ ኢየሱስ ክርስቶስ ጎይታ እዩ ስለዚ ንዕኡ ከዓ ኢሉ እቲ ቀደም ብትዕግስቲ ኣምላኽ ዝተገብረ ሓጢኣት እቲ ሓጢኣት ዝተገይሩ እናተገበረ ከሎ እግዚኣብሔር ኣምላኽ እናተዓገሶም እዩ ዝሓልፍ ነይሩ እቲ መስዋእቲ ዝግበር ነበረ የኸድኖ ነይሩ ኣብ ቅድሚ ኣምላኽ ንሽዑ ከዕርጉ ጸሎቶም ልመንኦም ከዕርግ ለዋውያን ዝግበር ነበረ ከዕረቑ ጥራይ ብሎም ነይሩ እምበር ይኽደን እዩ ነይሩ እምበር ናይ ኩሉ ግዜ ይቕሬታ ይነበረ ከምኡ ነይሩ ዘዝኾን ሲ ዓመት ዓመት መታዊ መድለየን እዩ ኣብራውያን ዓመት ዓመት መታዊ ተካህና ይመድለየን ነይሩ

እቶም ዝኣመኑ ናይ ኣብርሃም እምነት ሒዞም ዝኸዱ ነበሩ ንኣምላኽ ኣሚኖም ዝኸዱ ነበሩ ብድሕሪ ክርስቶስ እዮም ምድሓን ረኺቦም ስብ ክርስቶስ ትመፅእ ዝኩሉ ዝምስከረሎም ነበረ ድሕነት ዝበሃል ኣይነበሮም ስለዚ ክርስቶስ ናይቶም ድሓር ዝነበሩ ናይዞም ብሕጂ ዘለና መድሓን እዩ ኣይገርመኩም ናይ ኩሉ መዛዘሚስ ክርስቶስ እዩ ናይ ኩሉ መፈፀምታት እሱ እዩ

ኣብቲ ሽዑ ዝተመስከረሉ እግዚኣብሔር ኣምላኽ እንታይ ኢሉ ንጉስ ሰሞር ኮዴስ ንዑስ ንሙሴ ሕደግዎ ንነቢያት ሕደግዎ ንኩሉ መፈፀምታ ይገብረሉ ንክርስቶስ እዩ ከምቲ ዮሃንስ መጥምቕ ዝበሎም እንሆ ገንሸል ሓጢኣት ዓለም ዘርሐ ገንሸል ኣምላኽ ዝበሎምሲ እቲ ምስኡ ነብ ደቂ መዛሙርቲ ምስ ኮይዱ ብዙሕ ዓመታት ምስ ዮሃንስ ዝተመላለሱ እኮ ኣገልግሎቱ ዝረኣዩ ትሕትኑ ዝረኣዩ ፀጉኡ ዝረኣዩ በታ ዝመስከረሎም ድሕሪ ኪነ ስት ንሱ ከዓ ኣይጓሃየን ኣይሓረቐን መልእኽቱ ንሱ ይሱ ግጹ ሒዙ ንሱ እዩ መንገዲ ክጸርግ እዩ መጺኡ ናብ መን ናብ ክርስቶስ ከርእዮም ናይ ንስሓ ጥምቀት ኣጥሚቑ ናብ እቲ ናይ ዘለኣለም ጥምቀት መንፈሳዊ ጥምቀት ከጥምቖም እዩ ዝደሊ ስለዚ ይምስክርሉ እዮም ንክርስቶስ ኣብዚ ምድሪ ናይ ሓደ ጥራይ መስክርነት ተቐቢሉ ጎይታ የሱስ ክርስቶስ ኣብ ወንጌል ዮሃንስ ነገረና ናይ ጎይታ ናይ ዮሃንስ መጥምቕ ጥራይ ተቐቢሉ ምስክረይ ሰበይ ዘለኒ ኣብ ላዕሊ እዩ ዘለኒ ኣቦ እዩ ዝምስክረለይ እዩ ግን ንስኻትኩም ኣምል- ኣቦና ኣብርሃም እዩ ኣይትበሉ ኣብርሃም ከማኸም ኣይወለደን ከማኸም ኣይወለደን ኣብርሃም ውልድ ኣብርሃም ኢና ኣይትበሉ ውልድ ኣብርሃም ከምኡ ይኮነ ከምኡ ተትኾን ዝፈለጥኩም ነይርኩም ኢየሱስ ክርስቶስ ጎይታ እዩ ሃሌሉያ ስለዚ እቲ ብሕግን ብነብያትን ዝተመስከሮ ጽድቂ ኣምላኽ ብዘይ ሕጊ ዝተገልጸ ወዲ ኣምላኽ የሱስ ክርስቶስ ሃለሉያ ናተይን ናትኩምን ስዩ ኣጽኒዕና ንሓዝ ኣሕዋተይ ኣይንንዓቆ ብኹርናና ኣይንዓቆ ኣሕዋተይ ኣብ ቅድሚ ኣምላኽ ኩላህና በኹሪ ኢና ንሕና ንስኻ ምጻእ በኹሪ ኢኻ ኣነ ይኺድ በኹሪ እየ ቅድሚ ኣምላኽ

ሓድ ሞት ብኣበሳ እቲ ሓደ በቲ ሓደ ካብ ገዘ እቶም ትርፊ ጸጋን ውህበት ጽድቅን ዝተቐበሉ ከኣ በቲ ኢየሱስ ክርስቶስ ኣብ ሕይወት ኣዝዩ ብዙሕ ገዙ የሉ ሞት ሞት ብኣበሳ እቲ ሓደ በቲ ሓደ ካብ ገዘ ኢሎም እዚ ኣዳም እዩ ንኣዳም ዘምጸም ዘሎ ብኣዳም ኩሉ ሰብ መይቱ እዩ ኣዳም ዝገበረ ሓጢኣት ስለዚ ሞት ክገዝእ እንድሕር ኮይኑ ብኣዳም ጀሚሩ እዩ ናብ ኩሉ ሰብ በጺሑ ገዚኡ። እቶም ትርፊ ጸጋን ውህበት ጽድቅን ዝተቐበሉ ከኣ በቲ ሓደ የሱስ ክርስቶስ ኣብ ህይወት ብዙሕ ክገዝኡ እዮም። ኣብ ህይወት ብዙሕ ክገዝኡ እዮም። ብመን? ብክርስቶስ የሱስ። ብዘይ የሱስ ክርስቶስ ክትገዝእ ኣይትኽእልን ኣብቲ ምድሪ። ብዘይ የሱስ ክርስቶስ ክትገዝእ ኣይትኽእልን ኣብዚ ዓለም። ክትገዝእ እንድሕር ኮንካ እቲ ስልጣን ዘለዎ ክርስቶስ የሱስ ክትገዝእ ኣለካ። ኣብዛ ምድሪ ዘሎ ንጉስ መን እዩ? ገንዘብ እዩ። ገንዘብ እንድሕር ኣልካ ዘይትገዝኦ ነገር ኣለካ ድዩ የለን ኣብ ሰማይ ገዛ ገዝሎም ገዝሎም መንበሪ ዝኾኑ ስለዚ ንክርስቶስ ተኺስካ ሲ ኩሉ ትገዝእ ማስተር ካርድ ዲና ንብላ ኣብ ኩሉ ዓዲ ክል ዝሰርሕ ኣብ ክንዲ ባንኪ ኣብ ክንዲ ባንኪ ይሰርሕ ናብራ ምርታይ ዝገብሩ ኣብ ክንዲ ሃገር ይሰርሕ ክርስቶስ የሱስ ሒዝካ ከ ኣብ ምድሪ ትገዝእ ኣብ ሰማይ ትገዝእ ኣብ ኩሉ ትገዝእ ሃላልያ ከምኡ እዩ ዝብለና ዘሎ ሞት ብኣበሳ እቲ ሓደ በቲ ሓደ ካብ ገዘ ኢሉ እቶም ትርፊ ጸጋን ውበት ጽድቂ ዝተቐበሉ ከዓ በቲ ሓደ የሱስ ክርስቶስ ኣብ ህይወት ብዙሕ ገዝ እዮም ሃላሉያ የሱስ ክርስቶስ ጎይታ እዩ ሮሜ ምዕራፍ ሓሙሽተ ዒስራን ሓደን ከምቲ ሓጢኣት ብሞት ዝገዘኤ ኢሉ። ሓጢኣት ክመጽእ ከሎ ሞት ገዚኡ፣ ጸጋውን ከምኡ ብየሱስ ክርስቶስ ጎይታና ንጽድቂ ንዘልኣለም ህይወት ይገዝእ እዩ። ስለዚ ንክርስቶስ የሱስ ብክርስቶስ የሱስ እንረኽቦ ጽድቂ ናይ ዘለኣለም ህይወት እዩ። ስለዚ ኢና ናይ ዘለኣለም ህይወት ኣለና ንብል እኮ ዓለም ዝገርማ፣ ኣሕዋትና ዝገርሞም፣ ቤተሰብና ዝገርሞም መሳርሕትና ዝገርሞ መተዓብይትና ዝገርሞ ከመይ ጌርካ ብሏል እቲ ዘቕለለ ግን ጽድቂ ኣምላኽ እዩ ንዓይ ንዓኻትኩም ንቲ ወሃቢ ዋጋ ክፊል እዩ ንዓኺ ንዓኻትኩም ግን ዝቐለለ እዩ ኣዝዩ ኣዝዩ ዘቐለለ ንሕራሉ ጽድቂ ኣምላኽ እዩ ምድሓን እዩ ቀሊል ኣብነት እንታይ ኢሉና ክልተ ሰብ ተሰቂሎም ምስ ጎይታ ኢየሱስ ክርስቶስ እቲ ሓደ ላጊጹ እቲ ሓደ ግን ኣሚኑ ሕጂ ሕጂ ኣብ ምህላኻ ኣብ ጎነት ኣለኻ ምስ በለ ኣይገርመኩም ጽድቂ ኣምላኽ ኣዝዩ ዝቐረበ እዩ ነዚ ክምስክር ከሎ ኣብ ሮሜ ምዕራፍ ሸሞንተ ምዕራፍ ዓሰርተ ከምዚ ኢሉ ዓሰርተ ፍቕሪ ሽዱሽተ እቲ ካብ እምነት ዝመጽእ ጽድቂ ግና ከምዚ ይብል ሮሜ ምዕራፍ ዓሰርተ ሽዱሽተ እቲ ካብ እምነት ዝመጽእ ጽድቂ ግና ጽድቂ ግና ከምዚ ይብል ብልብኻ መን ናብ ሰማይ ክይብ እዩ ኣይትበል እዚ ማለት ንክርስቶስ ከውርዶ ሸውዓተ ወይስ ናብ መዓሙቕ ሲ መን መን ክወርድ እዩ እዚ ማለት ንክርስቶስ ካብ ምውታት ዘተንስኦ እንታይ ደኣ ይበል እቲ ቃል ኣብ ኣፍካን ኣብ ልብኻን ጥቓኻን እዩ እዚ ማለት ንሕና ንሰብከ ቃል እምነት እዩ

ትሽዓተ ዓሰርተ ሓደ እቲ ጽሑፍ ብኡ ዝኣምን ዘበለ ኣይሓፍርን እዩ ይብል እዩ እሞ ሰብ ብልቡ ኣሚኑ ይጸድቕ ብልቡ ኣሚኑ ይጸድቕ ዋው ክቐልል ብኣፉ ኣሚኑ እውን ይድሕን ይገርመኩም እቲ ብዙሕ ዋጋ ዝተኸፈሎ እቲ ብመከራ ዝሓለፈ ክርስቶስ ኣበይ ናባኻትኩም ንሕና ክንወስዶ ከለና ካብኡ ክንቅበሎ ከለና ቀሊል ነገር

ፓስተር ክትጽዋዕ ኣይትብል፣ በተክርስትያን ክኸይድ ኣይትብል፣ ኣብ ዝኾነ ቦታ ክትከይድ ኣይትኽእልን ኢኻ። እንታይ ደኣ ኣብቲ ዘለኻዮ ፊልጶስ ክምስክር ከሎ ከሎ ነቲ ስሉብ ኢትዮጵያዊ እዚ ትብሎ ዘለኻ እንድሕር ከምኡ ኮይኑ ዳሞ ማይ ኣግኝሃለ ከይጥማቕ ማለት ይኽእል ኣሎ ልብኻ ተኣሚንካ ክኾነ ይኽእል ክቐልል መዓት ጽድቂ ኣምላኽ ምስ ተቐበሎ እዩ ግን ጽድቂ ኣምላኽ ቀሊል ንክርስቶ ንዝቕበሎ ኣዝዩ ቀሊል እዩ፣ ነቲ ወሃቢ ግን ኣዝዩ ኣዝዩ ዋጋ ዘኽፍል እዩ። ስለዚ ውሉድ ኣምላኽ ኢና ኢየሱስ ክርስቶስ ጎይታ እዩ ምዕራፍ 8 ሮሜ 1617 ውሉድ ኣምላኽ ምዃንና ከዓ እቲ መንፈስ ባዕሉ እዩ ምስ መንፈስና ኮይኑ ዝምስክረልና ሃለሉያ

እቶም ጽቡቕካ ዘይደልዩስ ይምስክሩልካ። ጽቡቕካ ዘይደሊ ክምስክረልካ ድዩ? ከኽፍኣካ እዩ ዝደሊ። ግን ከይፈትዉ ይምስክሩልካ። ሓቂ እንድዩ። ሓቂስ እንታይ እዮም ብርእሳ ዝቐበርካያ ትብድራ ትወጽእ። ክቕሽፉን ወይ ኩለን እዮም እቲ ሓቂ ክርስቶስ እንድዩ። ስለዚ ካብኡኩም ስለ ዝኾነ ኢኻ ንስኻትኩም ስ ብርሃን ኢኹም ብርሃን ዓለም ኢኹም። ኣብ ከረን ዘላ ብርሃን ክትክተለ ትኽወል ትኽእል እያ።

ንክርስቶስ ካብ መዋርስቱ ሓደ ሓደ ግዜ ከብደካ እዩ ከምዚ ንክርስቶስ መዋርስቱ ክትርሲ ከመይ ገይሩ ኮነለይ እንዳ ክትብል ገርም ግን እግዚኣብሔር ካበለና ግን ቃል ኣምላኽ ኣበለና ግን ከምኡ ኢና ሃለሉያ ክንኣምኖን ክንብሎን ጥራይ ዘለና ሙሳ ሓሰረ መከራ እንተፀገብኩም ምስ ምስኡ ክንከብር ኢና። ሃለሉያ! እቲ እምነትኩምሲ ኢሉ እቲ እምነትኩምሲ ሓሰረ መከራ እንድሕር ኣምጺኡልኩም ንክርስቶስ ብምቕባልኩም ንዕኡ ብምስዓብኩም ጽድቂ ኣምላኽ ምቕባልኩምሲ እጆኹም ክርስቶስ እውን ከምኡ ክገብር ከሎ ነዚ ክፍጽም ከሎ ሓሰረ መከራ ተቐቢሉ እዩ። ስለዚ ከቢሩ ስለ ዘሎ ከምኡ ክትከብሩ ኢኹም ማለት እዩ። ተስፋ ከ ኣለዎ። እምነትሲ ዋጋ ይኸፍል እዩ። ጽድቂ ኣምላኽ ተቐቢል ኢልካ ምኻድ ማለትሲ ኣይ- ኣይገድፉኻን እዮም። ንጽልካ ክባላስዎም ደልዮም ከባላሽዎም ደልዮም ጽሩይ ኮንካ ክትከይድ ኣይደልኻን እዮም ጽድቂ ኣምላኽ ዘለካ ሰብ ኮንካ ክትከይድ ኣይደልኻን እዩ ዓለም ነገራት ከምኡ ኣይደልየካን እዩ ስጋ ከምኡ ኣይደልየካን እዩ ስለዚ ንሱ መከራ ክንጸግም የኽእለና እዩ እቲ ተቐቢልና ዘለናስ ኣብ መከራ ክሕልፈና ይኽእል እዩ ከምኡ ከም ክርስቶስ እንካ ክርስቶስ ካብ ከበረ ንሕና እውን ክንከብር ኢና ወሰን ስለዚ ንሕና ኣሕዋተይ ውሉድ ኢና ውሉድ ኣምላኽ ሃለልያ ናይ መወዳእታ መልእኽተይ ኢልየ ጸኒሐየ እቲያ ሮሜ ምዕራፍ ዓሰርተ ዘላ ካብ ሓደ ስካብ ክልተ ዘላ ብፍላይ ኣርባዕተ ዘሎ ንድሕሪና ከም ዝብለና ኣሕዋተየ ይብሎም ንኣይሁዳውያን እዩ ዝብል ዘሎ ብፍልጠት ዶ ኣይኮነን እምበር ንኣምላኽ ቅንኣት ከም ዘለኩም ሲ ኣነ እምስክርኩም ኣሎ ይብሎም ፍልጠት ኣዝዩ ወሳኒ እዩ ማለት እዩ ኣብ ምድሓና ፍልጠት ኣዝዩ ወሳኒ እዩ ብሃዊ ክንቀበሎ ንኽእል ኢና ንጎይታ የሱስ ክርስቶስ ክንድሕን ንኽእል ኢና ግን ተደይ ወሲኽናሉ ፍልጠት ንኣምላኽ ተደይ ፍሊጥናዮ ንክርስቶስ ተደይ ፍሊጥናዮ ንሕጉ ተደይፈሊጥናዮ ንዝተገበረልና ኩሉ ተደይፈሊጥናዮ ግና ንስኻትኩምን እቲ ጌጋ መንገዲ እውን ክንከይድ ንኽእል ኢና ማለት እዩ ክንስሕተ እውን ንኽእል ኢና እቲ ምድሓን ኢሎም ኣሕዋት ፍልጠት ኣለኩም ኢሎም ፍልጠት ክትድለልዩ ፍልጠት ኣለኩም ወይ ከዓ ብፍልጠት ሓደ ኣሕዋት ብፍልጠት ደኣ ኣይኮነን እምበር ብፍልጠት ደኣ ኣይኮነን እምበር ፅድቂ ክገብሩ ይደልዮም ደቂ እስራኤል ንኣምላኽ ክፈልጥዎ ይደልዮም ክድሕኑ ይደልዮም ውሉድ ኣምላኽ ክበሃሉ ደልዮም

ናብ ኣምላኽ ጸሎተ የኒኑ ሰለስተን ኣርባዕተን ክርስቶስ እቲ ዝኣምን ዘበለ ኩሉ መደብ እንተ ሕጊ ጽድቂ ይሞሉ ብክትፍለዋ ትኽእል እያ ግን ኣብዚ ተጽሒፈ ምጽሓነ ዘለኹም እያ ክርስቶስ እቲ ዝኣምን ዘበለ ኩሉ መደብ እንተ ሕጊ ጽድቂ ይሞ ኢሉ ጽድቂ ኣምላኽ ሰኣን ምፍላጦም ጽድቂ ርእሶም ክተኽሉ ብምባዮም ንርእሶም ኣብ ትሕቲ ጽድቂ ኣምላኽ ኣያብዙ ክርስቶስ ነቲ ዝኣምን ዘበለ ኩሉ ምደድምታ ሕጊ ፅድቂ እዩ ሕጊ እንዳፈፂምካዮ ፅድቂ ትረክብ ኢኻ ግን ክትፍፅሞ ይትኽእል ኢኻ ስለዚ ንመን ኢኻ ትቅበሎ ንክርስቶስ ብክርስቶስ ጌርካ ግን ትፍፅሞ ፈፃሚ ኣካል እሱ ማለት እዩ ሃለሉያ ንሕና ኸ ሰዓብቱ ናቱ ኢና ማለት ስለዚ ብክርስቶስ እቲ ዝኣምን ዘበለ ኩሉ መደምተ ሕጊ ፅድቂ እዩ ጽድቂ ኣምላኽ ሰኣን ምፍላጦም ጽድቂ ርእሶም ክተኽሉ ብምድላዮም ስል ርእሶም ኣብ ትሕቲ ጽድቂ ኣምላኽ ኣየውዝዑን። ስለዚ ኣብ ትሕቲ ጽድቂ ኣምላኽ ክትግዛእ ኣለካ። እዚ ማለት ከዓ ኣነ ዳ እንተሃለኒ ኢልካ ኣብ ትሕቲ ክርስቶስ ምጽኣ ኣብቲ ዝዓየ ይቕርቲ ዝፈጸምካዮ ኣብኣቶም ተግልሽካ የሱስ ክርስቶስ ጎይታ እዩ። ስለዚ እ፣ ደጊሙ ከም ብቤት ሽዱሽተ ንዓ ስጋብ ትሽዓተ ዓሰርተ ሓደ ዘሎ ሮሜ እቲ ካብ እምነት ዝመጽእ ጽድቂ ግና ከምዚ ይብል፣ ብልብኻ ናብ ሰማይ ክድይብዩ መን ክድይብዩ ኣይትበል፣ እዚ ማለት ክርስቶስ ከውርዶ ወይስ ናብ ማዕሙቕ መን ክወርድ እዩ? እዚ ማለት ክርስቶስ ካብ ምዉታት ከተንስኦ እንታይ ደኣ ይበል፣ እቲ ቃል ኣብ ኣፍካን ኣብ ልብኻን ጥቓኻን እዩ። እዚ ማለት ንሕና ንሰብከ ቃል እምነት እዩ። እቲ ጽሑፍ ብእኡ ዝኣምን ዘበለ ኣይሓፍርን ይብል እዩ እሞ ሰብ ብልቡ ኣሚኑ ይጸድቕ ብኣፉ ተኣሚኑ እውን ይድሕን እዩ ስለዚ ብኣፍካ የሱስ ጌታ ምዃኑ እንተ ነገርካ ብልብኻ እውን ኣምላኽ ካብ ሙታት ከም ዘተንሰኡ እንተ ኣሚንካ ትድሕን ኢኻ ሃለሉያ ሃለሉያ ኣብዚ ሓንቲ ሰጊረሲ ታሽ ምን ትብለ እብዛ ምዕራፍ ዓሰርተ ሓሙሽተ ጠቒሰያ ነይረ። ናብቲ ኣብ መጀመርያ ጒባኤ ዝተገበረ ናይ ሃዋርያ ክትዕ ምስ ኮነ ሃዋርያ ጳውሎስ ናብ የሩሳሌም ምስ ደየበሲ ጴጥሮስ ክምስል ከሎ እንታይ ኢልዎም ትፈልጡ እንዲኹም ኣነሲ እዛ ጐይታና የሱስ ክርስቶስ ሕድሪ ሂብኒ ንኣሕዛብሲ ወንጌል ክነግሮም ኢልዎም ከምኡ ከዓ ገይረ ነይረ እየ ከይደ ነይረ ክምስል ከለኹሲ ኢልዎም ገና ኢለ ከይንበርኩሎም ከለኹስ መንፈስ ቅዱስ ተቐቢሎም ቢሒኖም

ንሓሳብናን ንኣእምሮና ሲ የንጽሆ ስለዚ ኣብ መንጎናን ኣብ መንጎ ሰብ ሓደ ኣፈላላይ ይረኽብኩን እዩ ሃለሉያ ብክርስቶስ ስለ ዝተቐበሉ እኳ እዩ ብክርስቶስ ስለ ዝኣመኑ እኳ እዩ ግን እግዚኣብሔር ኣምላኽ ንልብኻ የንጽሆ መጀመርያ ብእምነት የንጽሆ ብእምነት ጽሩይ ይገብሮ ይሓጽቦ ሽበቲ ናይ ክርስቶስ ዘርኢ ዝረኣ ልብኻ ኢየሱስ ክርስቶስ ጎይታ እዩ ሃለሉያ እንጽለይ ኢና ሓንቲ ቃል ክንንብብ እየ ከምዚ ኢሉ ሃዋርያ ጳውሎስ ኣብ ሮሜ ምዕራፍ 7 25 ንኣምላኽ ጎይታና ኢየሱስ ክርስቶስ ስብሓት ይኹን ኢላ ሃለሉያ ኣሜን ንዕኡ ስብሓት ይኹን ሃለሉያ